እዛ ቻነል እዚኣ ንጅምራ ዘለና ኣብ ዝተፈላለየ ጉዳያት ማለት ኣብ ታሪኻዊ፣ ባህላዊ፣ ቁጠባዊ፣ ማሕበራውን ፖለቲካውን ዛዕባታት ሃገርና እናልዓለት ህዝብናን ጉዱሳት እውን ብዛዕባ ኤርትራ ዝኾኑ ምእንቲ ክፈልጥዎ ከም ዕላማ ብምግባር ዝተበገሰት ቻነል እያ። ስለዚ ዝተፈላለየ ጉዳያት ከነቕርበልኩም ኢና። ኣነኻ ከምቲ ኣቐዲመ ዝገለጽኩልኩም ኤፍረም ግደ እበሃል፣ ጋዜጠኛ ኤፍረም ግደ። ሕጂ ከኣ ኣብዛ ጉጅለ እዚኣ ሰለስተ ሰባት ኮይንና ኢና ክንሰርሕ፣ ካልኦት እውን ዝተፈላለዩ ሞያ ናይ ጋዜጠኝነት ዘለዎም ሰባት እናወሰኽና ዝተፈላለየ ትሕዝቶ ክነቕርበልኩም እውን ተዳሊና ኣለና። ሕጂ ድሮ ሰለስተ ጋዜጠኛታት ኣለና፣ ሕጂ ናብ ሳልሳይና ዝኾነ ጋዜጠኛ እስግረኩም።
ሰላም ክቡራት ተኸታተልቲ ኣብ ምሉእ ዓለም ዘለኹም፣ ጋዜጠኛ ሃይለ ደብረጽዮን ምሳኹም ኣለኹ። ሰላም ሰላም ተኻታተልትና ኣነ ጋዜጠኛ ዮናስ ኣብርሃም ገረኣልፋ ይበሃል ጽቡቕ ምጅማር ድማ ንብል ምስ ኩሉኹም ተኻታተልቲ። ኩቡራትን ኩቡራንን ተኸታተልትና እዞም ሰለስተ ጋዜጠኛታት ካብ ሎሚ ጀሚርና ዝተፈላለየ ጉዳያት ወይ ዛዕባታት ናባኹም ክንቅርብ ተዳሊና ኣለና። እቲ ዛዕባታትና ኣብ ታሪኻዊ፣ ባህላዊ፣ ቁጠባዊ፣ ማሕበራውን ፖለቲካውን ጉዳያት ናይ ሃገርና እናልዓልና ድማ በዛ ቻነል እዚኣ ንዓኹም ከነካፍለኩም ክንጽዕር ኢና። ካብ ሎሚ ጀሚርና ማለት እዩ። እዛ ቻነል እዚኣ ዕላማ ናይዛ ቻነል ኣብ ሃገርና ዝተፈላለየ ጸጋታት ናይ ታሪኽ፣ ጸጋታት ናይ ባህሊ፣ ጸጋታት ናይ ቁጠባ፣ ከምኡውን ጸጋታት ናይ ማሕበራዊ ናብራ ከምኡውን ፈሪሃ እግዚኣብሄር ዘለዎ ህዝቢ ንውንን ስለ ዝኾንና እዚ ጸጋታት እዚ ከኣ ናብ ዝተፈላለየ ኩርናዕ ናይ ዓለም ንኽበጽሕ ብፍላይ ከኣ ኣብ ወጻኢ ንነብሩ ተኸታተልትና ከነቕርበልኩም ኢና። ስለዚ ሰናይ ምጅማር ይግበረልና ብወገነይ ይብል። ምናልባት ናብ ሃይለ ወይ ከኣ ናብ ዮናስ ክንቅጽል ኢና። ጽቡቅ እሞ ዝከበርኩም ተከታተልትና ኣብ ሙሉእ ዓለም እትርከቡ ብዝተፈላለየ ቸናለት ውን ኣቀዲምኩም ሪኢኩምና ስለ ዝነበርኩም ሓደሽቲ ሓድሽ ገጽ ኣይኮነኩምን ይከውን ብሓፈሽኡ ግን እቲ ኣብዚ ቻነል እዚ ቀሪብናዮ ዘለና ንዓኩም ንተከታተልትና የገድስ ዝበልናዮ ኣርእስታት ብሙሉኡ ክንፍትሾ ኢና ኣብ ዝተፈላለዩ ዛዕባታት ኣብ ጥዕና፣ ኣብ ሕጊ፣ ኣብ ብጥዕና ኣብ ኣካልን ኣብ ስነእምሮን፣ ብሕጊ ኣብ ዝተፈላለዩ ጉዳያት ንስኹም ኣፍልጦ ሕጊ ዝጎድለኩም ዘበለ እንከላይ ብርእቶታትኩም ተሰኒና ክነቕርብ ክንፍትን ኢና። ብዓብዩ ጽንሕ ኢልና ክንኣትዎ ኢና። ኣብኡ ከለኹ ንዮናስ እውን ዕድል ክህቦ።
ሕራይ እሞ ዝኸበርኩም ተኸታተልቲ ከምዚ ቀዲሙ ክግለጽ ዝጸንሐ ብዝተፈላለዩ መራኸቢታት ኣቐዲምኩም ውን ተኸታቲልኩምና ክትኮኑ ትኽእሉ ኢኹም ዝተፈላለዩ መደባት ኣብ ካልእ ሚድያ ሜድያታት ከነቕርብ ጸኒሕና ኢና ቅድም ቀዳድም ግን ንኹሉኹም ተኸታተልትና ኣዚና ኢና ነፍቅረኩም ብቐጥታ ናብቲ ኣልዒልናዮ ዘለና ዛዕባ ኣብዛ ሚድያ እዚኣ ንምግላጽ ከምዚ በብወገኖም ኤፍሬምን ሃይለን ክገልጽዎ ጸንሑ ኣብ ዝተፈላለዩ ኣብ ኩሉ መድያት ዘተኮረ ኣብ ሰፊሕ ኣድማስ ናይ ፍጻሜታት መሰረቱ ዝገበረ ንነገራት ብኩሉ መልክዓቱ ርኢኻ ኣብ ዜጋታት ብሓፈሻ ብፍላይ ከኣ ኣብ ናእሽቱ ወለዶታት ኤርትራ ከመይ ጌርካ ሰፊሕ መረዳእታ ናይ ታሪኽ ትገልጽ ወይ ተሰጋግር ከምዚ ክግለጽ ጸንሐ ውን ኣብ ስነ ሕብረተሰብ ኣብ ባህሊ ኣብ ምህዞን ቴክኖሎጂን ንናይ ኤርትራ ተፈጥሮኣዊ ህያባት ወይ ጸጋታት ንብርቂ ተርእዮታት ናብዛ ሃገር ዘሎ በበይኑ ሕብረብዙሃዊ ፍጻሚታት ናይ ታሪኽ ውን ሓፈሻዊ ናይ ኣነባብራ ናይ ህዝብና ከመይ ጌርካ ናብ ሓደ መኣዝን ናይ ህዝብና ተቃልሖ ኣብ ውሽጢ ሃገርን ወጻእን ዘሎ ማለትና ኢና ሰለዚ ብሰፊሕ ኣድማስ ዝተበገሰ ትሕዝቶይ ወይ ሜድያይ እዚ ኣቐዲምና ድማ ነቲ ፍቕራዊ ምክትታልኩም ንዕድም ንሕና ውን ነዚ ስራሕ እዚ ብፍቕሪ ጀሚርናዮ ኣለና ኩሉ ካባና ዝጽበይዎ ብዘይ ዝኾነ ተጉላባነት ናባኻትኩም ከነብል ኢና ናትኩም ጽዑቕን ግዱስን ምክትታል ድማ ንዕድም ክቡራትና። እቲ
ክነቕርቦ ከም ትጽቢት እንገብረሉ ንውሽጢ እትው ኢልካ ምትንታን እውን ይደልዩ ይኾኑ እዮም። ማሕበራዊ፣ ባህላዊ፣ ታሪኻዊ ክንብል ከለና በብሓደ እውን እስከ ማዕረ ክንደይ እዩ ዝበፅሕ መታን መረዳእታ ክህልዎም ሓሓደ
ኣብነታት ክንህብ። እዚ እዋን እዚ እዋን ናይ መራኸቢ ቴክኖሎጂ እዩ ኮይኑ ዘሎ። ብፍላይ ከኣ እዚ ማሕበራዊ መራኸቢታት ወይ ሶሻል ሚድያ ንብሎ ኣዝዩ ኣዝዩ ንህዝቢ ዓለም ዘራኽብ ዘሎን ካብቲ ሓደ ናብቲ ሓደ ከኣ ብቕልጡፍ ዝኾነ ብዛዕባ እቲ ሓደ ንኽትፈልጥ ዝሕግዝ እዋናዊ መሳርሒ እዩ። እንተርኢናዮ እውን ሓበሬታ ብሶሻል ሚድያ ዝመሓላለፍ ገሊኡ ኣዝዩ ሃናጽን ዝበዝሕ ማለት እየ ኣዝዩ ሃናጺ ክኸውን ከሎ ገለ ገለ ከኣ ስለ ዝኸኣልካያ ጥራሕ ንዝተፈላለየ ጉዳያት ተጥቅዓሉ እውን ንርኢ ኢና ስለዚ ኣብ ወጻኢ ዘሎ ህዝብና ብዛዕባ ምስሊ ናይ ሃገርና ምስሊ ናይ ኤርትራ ባህልና ጸጋና ታሪኽና ብዙሕ ኣፍልጦ ከይህልዎ ውን ይኽእል እዩ ገለ ክፋሉ ማለት እዩ ዝበዝሕ እኮ ዝፈልጥ እንተኾነ ስለዚ ኣብ ውሽጢ ሃገር ዝግበር ዘሎ ዘለና ጸጋታት ከነካፍል ኢና ሓደ ካብኡ ሕጂ እቲ እዋኑ ምክንያቱ ኤርትራ እንድሕር ርኢናያ ኣብ ቀርኒ ኣፍሪቃ ኣብ ኣዝዩ ወሳኒ ቦታ ወይ ስትራተጂያዊ ቦታ ትርከብ ሃገር እያ ብዛዕባ እዚ ናይ ስትራተጂያዊ ቦታኣ ከኣ ብዙሕ ተጻብኦታት ኣጓንፋ ኣሎ ክንሪኦ ከለና ማለት እዩ ዋላ ኣብ ሓቂ ኮለኻ ብዙሕ ነገራት እዩ ዘሎ ስለዚ ምስ ታሪኽ ኣተሓሒዝና ኣብዛ ሃገር ከኣ መዓት ታሪኽ እዩ ካብ ሽሕን ሸሞንተ ሚእትን ተስዓን ከም ሃገር ምስ ቆምና ኣብ ዝሓለፈ ሚእትን ዕስራን ሚእትን ሰላሳን ዓመታት ክትሪኦ ከለኻ ብዙሕ ታሪኽ እዩ ኣብ ኤርትራ ዘሎ ማለት እዩ ኣብ ግዜ መግዛእቲ ጣልያን በሎ ብድሕሪኡ ናብ ተኸታታሊ መግዛእቲ ናይ ኢትዮጵያ ንናጽነት ዝተገብረ ካብ እዋን ፈደረሽን ኣትሒዝካ ብድሕሪኡ ትሒዝካ እውን ዝተገብረ ክንሪኦ ከለና ታሪኽና ሃብታም ዝኾነ ታሪኽ እዩ ዘለና እቲ ዝዓበየ ከዓ ኣብ ምምፃእ ናፅነት ዝተኻየደ ቃልስን ዓበይቲ ኣያታትና ተጋደልቲ ኣሕዋትና ኣሓትና ኣዴታትና ዝገበረኦ መስዋእቲ ከዓ ዝገበርዎ ቃልሲ ንናጽነት ከኣ ተራእዩ ይፈልጥ እዩ። ስለዚ ነዚ ክንጉሕጉሖ ክንክእል ኣለና፣ ብዓቕምና ማለት እዩ። ብድሕሪኡ'ውን ናጽነት ኤርትራ ምስ መጸ ከኣ ድሕሪ ሸውዓተ ዓመት ኣብ ዝተኸፍተ ወራራት ናይ ወያነ እንድሕር ርኢና መንእሰይ ወለዶ ወይ ዋርሳይ ዘካየዶ ታሪኽ ተርኢናዮ ገና ኣይተበርበረን ዘሎ። ስለዚ ብዓቕምና ነዚ ንሕና በርቢርና ንህዝብና ከነቕርብ ክንክእል ኣለና። ብፍላይ ነቲ ኣብ ወጻኢ ዝነብር ኣብ ውሽጢ ሃገር ዘለዉን። እናበርበርና ተመክሮ እውን ኣብኡ ስለ ዝፀናሓና ኩላህና ማለት እዩ በርቢርና ክነምፅእ ኣለና እዚ ሕጂ ገለ ካብቲ ኣብቲ ታሪኻዊ ንድህስሶ እዩ እዚ ክንብል ኮለና ኣብ ግዜ መግዛእቲ ጣልያን ዝነበረ ኣብ ግዜ መግዛእቲ ናይ ጃንሆይ ንበሎ ናይ ደርግ ዝነበረ ዝተኻየደ ምእንቲ ኤርትራ ዝካየድ ዝነበረ ቃልስን ዝተፈጸመ ሃብታም ዝኾነ ነቕ ዘይብል ታሪኽ ስለ ዘለና ነዚ ኩሉ እኳ ኣጓሕጒሕና ክነቕርቦ ይንክኣሎ ብዓቕምና ግን እናፈተሽና ኣብ ዝተፈላለየ ኩርናዕ ናይ ሃገርና ብምኻድ ከነቕርበሎም ኣነ ብወገነይ ቃል እኣቱ ማለት እዩ። ጽቡቕ እሞ ዮናስከ ገለ ካብቲ ከም ኣብነት ክጥቀስ ዝኽእል ሓደ ሓደ ሂንት ክኾኖም ምእንቲ ንገልጸሎም።
ጽቡቕ ከም ዝግለጽ ጸንሐ ኣብ ታሪኽ ሓደ ናቱ መልክዕ ዝሓዘ ኣሎ። ካልእ ናይ ኤርትራ ፍሉይነት ኣብ መልክዓ ምድሪ ናይ ኤርትራ ይኹን ባሕርና ንኣብነት ከም ባሕርና ጽሩይ ኣብ ኣብዚ ኩርናዕ ናይ ዓለማ ትህሉዶ ትብል ኢኻ። ንዑ ሕጂ ብዙሕ ዘይምዝመዝናዮ ነገራት ኣሎ። ኣብ ፍሉይነት ናይ ባሕርና ኣብ ጽሬቱ ኣብ ፍሉይነት ኣቀማምጣ ናይ ገማግም ባሕርና ከምኡ ድማ ኣብ ቅርስታትና ቅርስታትና ከምቲ ዝድለ ተዛሪብናሉ ዲና ክሳብ ሕጂ ብፍላይ ድማ ነቲ ሓድሽ ወለዶ እናጠመትና ኢና፣ ብሓፈሻ ነቲ ኣድማስና ናይ ዓበይቲ ጥራሕ ክትርኢ ዘይኮንካ ኣብቲ ሓድሽ መንእሰይና ዝመጽእ ዘሎ ብማዕረ ክንደይ መለክዒታት ናይ ታሪኻ ኤርትራ ሓሊፋ ኣብቲ ፍሉይነት ናይ ታሪኽ ካብቲ ኩሉ ሓደ ብሓደ እኳ ክትጠቕሶ እንተዘይከኣልካ ኣብቲ ብርቂ ብርቂ ብርቂ ፍጻሜታት ዝኾነ ናይ ኤርትራ ከመይ ጌርካ ሓደ ብሓደ እናጠቐስካ ናብቲ ወለዶታት ተሰጋግሮ ኣብ ሓድነት ናይ ህዝቢ ኤርትራ ውን እዚ ህዝቢ እዚ ንዝቐደሙ ኣብ ቀርኒ ኣፍሪቃ ብጸሊም ሰራዊት ዝፍለጡ ዝነበሩ ጸላእቲ ኣሰኒፉ ናብ ዓስቢ ዓወት፣ ናብ ናጽነት ክበጽሕ ዝኸኣለ፣ ብምክልኻል እውን ኣሰኒፉ ናብዚ ደረጃዚ ክበጽሕ ዝኸኣለ ምዕቃብ ማለት እዩ። ሓድነቱ ስለ ተጠምረ እዩ፣ ስለ ዘይተዘራረገ እዩ። ሕጂ እውን መኣዝን ሓድነቱ ከመይ ገይሩ ናብቲ ዝለዓለ ደረጃ የብጽሖ ከይተዘራረገ ኣብ ውሽጢ ሃገር ይሃሎ ብደገ ሲ፣ ብሳላ ጥምረቱ እዩ እዚ በጺሑ ሕጂ ውን ተጣሚሩ ሓደ ኮይኑ ንጸላእቱ ውን በቲ ናቱ ናይ ቀደም ታሪኽ እናደገመ ከሰንፍ ከም ዘለዎ ክፈላለ ከም ዘይብሉ ውን ኣብ ዘተኮረ ዝተፈላለዩ መልእኽትታት ውን ከነሕልፍ ኢና ብመንገዲ እዚ ተጀማሚሩ ዘሎ ሓድሽ ሜድያ ካልእ ውን ኣብ ምህዞ ኤርትራዊ ኣብዚ ክትሪኦ ከለኻስ ብፍላይ እዚ ሓድሽ ወለዶ ኣዝዩ መሃዚ እናኾነ ከይዱ ኣሎ ከመይ ጌርካ ነዚ ክትገልጾ ናብቲ ኩሉ ሕብረተሰብ ኤርትራ ብሓፈሻ እቲ ሓድሽ ካልእ ወለዶ ውን ከመይ ጌሩ መሃዚ ክኸውን ከም ዘለዎ ውን ዝዕድም ብሓፈሻ ከምዚ ዝበልናዮ ኣብ ዝተፈላለዩ ኩርናዓት ዘተኮረ ስለ ዝኾነ እዚ ሜድያ እዚ ንተኸታተልትና ኣዝዩ ፍሉይ ዝኾነ ነገር ብዓቕምና ከም ነቕርበሉ ምዃንና ኣቐዲምና ክንሕብሮ ንደሊ። ሃይለውን ብወገንካ። ኣብቲ ከም ሓሳብ ኣቕሪብናዮ ዘለና ማሕበራዊን ሕጋዊ ጥዕናዊ ዝኣመሰሉ ኣርእስታት ብምልዓል ክንዝቲ ኢና ዝብል ነይሩ። ገለ ካብ ተኸታተልትና ዝመጸ ሕቶታት እውን ነይርና ቅድም ኣቢሉ ኣገዳስነት ሓዳር፣ ኣብ ሓዳር ፅኑዕ ሓዳር ከመይ ጌርካ እዩ ዝምስረት? መንእሰያትን ሓዳርን ኣብ ዝብሉ ዛዕባታት ናይ ማሕበራዊ ኣብ ከባቢኻ ከመይ ጌርካ ተፈታዊ ትኸውን? ዝምድናታትካ ምስ ካልኦት ሰባት ከመይ ጌርካ ተመሓይሽ? ኣብ ዝተፈላለየ ርጡብን ዕቱብን ከመይ ጌርካ ትኸውን? ንዝተፈላለየ ባህርያት ናይ ባህሪ ለውጢ ከመይ ጌርካ ተምጽእ ኣብ ዝብሉ ስነኣእምራውን ማሕበራውን ኣርእስታት ክንድህስስ ኢና። ብዘይካዚ ኣብ ሕጊ እውን ንገዛእ ርእሱ ብዙሓት ሰባት ናይ ሕጊ ኣፍልጦ የብልናን መሰረታዊ ናይ ሕጊ ኣፍልጦ ብደገ ኮይናን ብውሽጢ ኮይናን ክንራኸብ ከለና ናይ ሕጊ ብዙሕ ይጎድለና እዩ ብጌጋታት እውን ዝተፈላለየ ጌጋታት ዝተቓላዕና እውን ንህሉ ንኸውን ስለዚ ከምዚ ንኣብነት ከም ኣብነት ሕጊ ውርሲ ዝበሃል ከመይ እዩ ውርሻ ከመይ ጌርካ ኢኻ ተውርስ መን እዩ ዝወርስ? ብኸመይ ኣገባብ ይወርስ? ውክልና ከመይ ጌርካ ትምስርት? ኣብ ደገ ኮንካ ንውሽጢ ዓዲ ከመይ ጌርካ ውክልና ዘሎ ትህብ? ኣብ ደገ ደሎ ከመይ ጌሩ ናይ ኣብ ኤርትራ ደሎ ጉዳዩ ተኸታታሊ ክኸውን ይኽእል? ኣብ ዝብሉ ዛዕባታት እውን ክንርኢ ኢና። ጥዕና እውን እንተ ርኢና ብዝተፈላለየ መንገዲ ኣለዉ ንብዙሓት ኣባላት ንብዙሓት ሕብረተሰብና ከም ሽግር ኮይኖም ዝረኣዩ ከም መኻንነት ዝኣመሰሉ ከም ኣብ ኣእምሮ ዝረኣዩ ጥዕናዊ ጉድለታት፣ ምብስጫው፣ ብስጭት፣ ሕርቃን፣ ከመይ ጌርካ ማኔች ትገብሮም ወይ ከመይ ጌርካ ተመሓድሮም ዝኣመሰሉ ኣብ ዝተፈላለዩ ጉዳያት ሕጋዊ፣ ጥዕናዊ፣ ማሕበራዊ ኣተኲርና'ውን ክንድህስስ ኢና። ብዘይካ'ዚ። ፍሉያት ሰብ ታለንት ሰብ ፍሉይ ክእለት ዘለዎም እናምፃእና እውን እቲ ናቶም ክእለት እቲ ናቶም ተመክሮ ክነርኢ ኢና። ከምቲ ዓንተወይ ኤፍሬም ብኸፊል እውን ኣልዒልካዮ ዝነበርካ ስንኩላን ኮይኖም ልዕሊ እቲ ኣነ ጥዑይ እየ ወይ ኣነ ከምዚ እየ ዝብል ሰብ ከበርክቱን ኣፍረይቲ ኮይኖም ዝርከቡን እንተድኣ ሃልዮም እውን ነዚኦም ናባኹም ክነላልዮም እውን ይግብኣና ስለዝኾነ ነዚ እውን ክንፍትሽ ኢና ማለት እዩ። ተወሳኺ እንተሊካ ኤፍሬም? እወ ኣለና ሓደ እቲ ካብቲ ከነልዕሎ ወይ ከኣ ወጢንያ ዘለና እቲ ባህሊ እዩ ባህሊ እዛ ህዝቢ ኤርትራ ተሪኢናዮ ዳርጋ ባሕሪ ወይ ከኣ ውቅያኖስ እዩ ክንብሎ ንኽእል ኢና ኣብ ትሽዓቲኡ ብሄራት ተኺድካሲ ንሓጎስ ዝምልከት፣ ንሓዘን ዝምልከት፣ ንምጽንናዕ፣ ንምትሕግጋዝ፣ ንፍቕሪ፣ ነቲ ማሕበራዊ ህይወት ዝገልጽ ኣዝዩ ሃብታም ዝኾነ ባህሊ ኣለና ማለት እዩ። እዚ ከኣ ኩሉ ተሪኢኻዮ ኣብ ክርስትና ይኹን ኣብ ምስልምና ኣብ ትሕቲ ፈሪሃ እግዚኣብሄር ዝኸይድ እዩ እቲ ባህልና እንድሕር ርኢና ኣብ ኩሉ ኣብ ኩለን ብሄራትና ትሽዓቲኤን እንተሪኢኻዮ ኣዝዩ ሃብታም ዝኾነ ባህሊ ኣለና ማለት እዩ። እዚ ኸኣ ከነንጸባርቖ ክንክእል ኣለና። ጸጋና እዩ። ክልቲኡ እቲ እምነታት እንድሕር ርኢናዮ፣ እምነታት ክርስትናን ምስልምናን ብዝያዳ እንድሕር ርኢናዮ፣ ኣዝዩ እናተሓጋገዘ፣ እቲ ሓደ ነቲ ሓደ ጸላኢኡ ዘይኮነስ ሓጋዚኡ እናኾነ፣ ዝነብር ህዝቢ እዩ ኣብ ህዝቢ ኤርትራ ሃይማኖት ሲ ከም ሰከንደሪ ይድረ መጀመርያ እቲ ሕውነት እቲ ፍቕሪ እቲ ኤርትራውነት እዩ ዝመጽእ ብድሕሪኡ ሃይማኖት ግን ናይ ውልቅን ናይ ጉርብትናን ኮይኑ እዩ ዝኸይድ ኣብ ኤርትራ ክልቲኡ ከዓ እቲ ሓደ ነቲ ሓደ መሰሉ የኽብረሉ ምስልምና ተኾይኑ ነቲ ናይ ክርስትና የኽብር ክርስትና ተኾይኑ ከዓ ነቲ ናይ ምስልምና እምነቱ የኽብር ማለት እዩ ብኸምዚ ከዓ ኣሽሓት ዓመታት ዝኸየደ እምነት ስለ ዝኾነ ኣብዚታት ኣተኲርና ከም ባህሊ ስለ እንወስዶ እውን እዚ እቲ ባህልታት ናይ ህዝቢ ኤርትራ ብዝተኻእለ መጠን ብዝተኻእለ መጠን ከነንጸባርቖ እውን ክንጽዕር ኢና። ጓሕጒሕካ ዝውዳእ ኣይኮነን ከምቲ ዝበልኩዎ ኣዝዩ ገፊሕ እዩ ኣዝዩ ቀላይ እዩ ግን ካብኡ መመሪጽካ እናውጻኻ ንህዝብና ከነቕርብ ኢና ካብኡ ናብኡ እውን ብፍላይ ከኣ ነቲ ኣብ ወጻኢ ዝነብር ህዝብና ከኣ ብፍላይ ኣብኡ ተወሊዱ ዝዓበየ መዓት መንእሰያት ዝኾኑ ኣለዉ ሕጂ ብዛዕባ ኤርትራ ብዙሕ ኣፍልጦ ዘይብሉዎም ብዛዕባ ባህሊ ናይ ኤርትራ ኣፍልጦ ዘይብሎም ባህሊ ናይ ኤርትራ እንድሕር ርኢናዮስ ማሕበራዊ ህይወት እዩ ከምዚ ኤክስተንድድ ፋሚሊ ዝውቱር ዝኾነ እዩ ኣብ ኤርትራ ሎሚ ኣብ ምዕራባዊ ዓለም ተርእና ኣሜሪካ ንበሎ ኣውሮጳዊ ሕብረት ብሙለ እንበለሲ እቲ ናይ ውልቃውነት ህይወት እዩ እናዓዘዘ ዝኸይድ ዘሎ እዚ ናይ ውልቃውነት ብገለ ክፋሉ ፅቡቕ እኳ እንተኾነ ኣብ መወዳእታ ግን እቲ መንፈሳዊ ህይወቱ ስለ ዝጎድሎ ናብቲ ናይ ሮቦት ዓይነት ህይወት ኢኻ ትኸይድ ማለት ኣቦኦም እዩ። ኣብ መወዳእታ ኣዲኦም ሕጂ ኣቦሓጎም ኣይፈልጡን እቲ እዮም። ማሕበራዊ ህይወት ዘሎ ኣባና ኣብ ባህሊ ዝተሰረተ እቲ ናይ ምትሕግጋዝ መንፈስ፣ እቲ ብሓባር ናይ ምንባር መንፈስ፣ ተማቒልካ ምብላዕ እዚታትሲ ኩሉ ጓሕጒሕና ብዝተኻእለ መጠን ከነውጽኦ እውን ሓደ ካብቲ ሒዝናዮ ዘለና ዛዕባ ወይ ከኣ ስትራተጂ እዩ ማለት እዩ በዛ ቻነል እዚኣ። ዮናስ ትምልኦ ተሎ እዋ ኣብ ርእሲ እዚ ክበሃል ዝጸንሐ ኩሉ ግዜ መሰረት ናይ ዓወት ክብርታትካ በቲ ዝግባእ መልክዕ ናብ ሓደሽቲ ወለዶታት ከተስግር ምስ ትኽእል እዩ ከም ሃገርን ህዝብን እውን ሰጢምካን ተኸባቢርካን ክትከይድ ዝኽእል ሓይሊ ማለት እዩ ካልእ ተኸታተልትና ክንድህስሶ እንመርጽ ኣርእስቲ እውን ዘይጠቐስናዮ ቅድሚ ሕጂ ኣብ ጉዕዞ ስፖርት ኣብ እዋናት ስሳታት ይኹን ሰብዓታት፣ ሰማንያታት፣ ቴስዓታት ክሳብ ሕጂ ብተናጸል'ውን ምስቲ ኣብቲ ጉዕዞ ስፖርት ዝነበሩን ዘለዉን እንዳምጻእና'ውን መለሳ ብዘለዎ ኣገባብ ናባኻትኩም ከነብሎ ኢና፣ እዚ'ውን መለሳ ክኾን መታን ካልእ ኣብ ጉዕዞ ፍቕሪ ዕዉት ህይወት ንዘሕለፉ ዕዉት ሓዳር ንዝመስረቱ'ውን ከም ኣብነት ንሕብረተሰብና ክኸውን ናባኻትኩም ከነብሎ ኢና ተኸታተልትና ኣዴታትና'ውን ዋላ ኣሕዋትና ኣብ ገዝኦም ኮይነን ዝመሃራሉ ጥኑሳት እንተኾይነን ጉዳይ ጥንሰን ከመይ ገይረን ምዕባሌታቱ ክከታተላ፣ ናብ ሓኪም መዓስ ይኸዳ፣ ቅድሚ ሕርሰን እንታይ ክገብራ ይግባእ እዚ እውን ምሁራት ናይቲ ዓውዲ እንዳምፃና ናባኻትኩም እነብለሉ ደቂ ኣንስትዮና ኣብ ገዝአን ኮይነን መግቢ እናሰርሓ ድየን ፃሕሊ እናኾሳ ድየን ዝመሃራሉ መንገዲ ኩሉ ሒዝናልኩም ከም ንመፅእ በብግዚኡ ማለት እዩ ሕብራዊ ዝኾነ ትሕዝቶታት ናባኻትኩም ከነብል ምዃንና ደጋጊምና ንሕብር ንፈቱ። ቅድም ቀዳድም ካባኻትኩም ንጽበዮ ግን ንመደባትና እናተኻታተልኩም ብፍቕራዊ ኣገላልጻ ጌጋታትና ድዩ ክንገብሮ ዝግብኣና ድዩ እቲ ዝተገብረ ነገራ ውን ከማዕርክኔ ከምደዕጎበኩም ክትገልጹልና ኣቐዲምና ክንሕብረኩም ንደሊ ሕጂ ጅምሩ ስለ ዘሎ ግን ኣብ መስርሕ ዩ ኩሉ ግን ንዓኹም ብዘዕግብ መጠን ከነቕርበልኩም ዓጢቕና ተበጊስና ከም ዘለና ግን ኣቐዲምና ምሉእነትና ወይ ድልውነትና ከነረጋግጸልኩም ንደሊ ተኸታተልትና። ምናልባት ከቅድሙ የና ሃይለ ጽቡቅ። ኣብኣ ሕጂ እዛ ናይ ደቂ ኣንስትዮ ምናልባት ከይንርስዓ ሓደ ደቂ ኣንስትዮ ኤርትራ ተሪኢናዮ ብፍላይ ኣብ ብረታዊ ቃልሲ ብድሕሪኡ ውን ኣብዚ ናይ ሕጂ ማለት እዩ እቲ ማዕርነተን ብዘረባ ዘይኮነ ብግብሪ ዝተረጋገጸላ ሃገር እያ ኤርትራ እዚ ሕጂ እወ ብስራሕ ተሳታፍነተን ንበሎ ኣብ መሰለን ንበሎ ከም ልምዲ ኣትዩ ሕጂ ብፍላይ ካብ ቃልሲ ኣትሒዝካ ብድሕሪኡ ካብ ናጽነት ንወሎ ዋላ ሕጂ እቲ ማዕርነት ነጊሱ እዩ ማለት እዩ። እዚ ሕጂ ከም ሓደ ዓቢ ጸጋ ናይዛ ሃገር ስለ ዝኾነ ተሳታፍነት ናይ ደቂ ኣንስትዮ ከኣ ኣብ ኩሉ መዳያት እዚ እውን ብፍላይ ከኣ እተን ጎሊሐን ዝወጻን ኣብነታውያን ክኾና ይኽእላ እየን ንብለን ከኣ ኣብዚታት እናምጻና እውን ሓደ ካብቲ እነቕርቦ ትሕዝቶና ክኸውን እዩ። ይቕረታ ምናልባት ሃይለ ቀዲመካ ናባኻ ሕጂ። ጸገም የለን።
ጽቡቕ ብኻልእ ከም ተወሳኺ እንሪኦ ምስ ናይ ደቂ ኣንስትዮ ዝዛምድ ኣቢልና ደቂ ኣንስትዮ እንተልና ሞሶብ ገዛና ጽሬት ገዛና ኩሉ እዩ ሕዚ ገለ ካብቲ ከም ንድፊ ሒዝናዮ ዘለና እውን እንታይ እዩ ኣመጋግባ ኣብ ኤርትራ ኣብ ዝተፈላለዩ ብሄራት ብዝተኻእለ መጠን ንምብጽሖ ክንፍትን ኢና ኣመጋግባ ኣመጋግባ ኤርትራውያን እንታይ ይመስል እንታይ ዓይነት ሃብቲ እዩ ዘለና ምስ ባህሉ ኣዛሚድካ ምስ ኣከዳድንኡ ኣዛሚድካ ውን እኹላት ዲዛይነራትን ናይ መግቢ ክኢላታትን ቀሪብና ነዚ ክነዳሉ ከም ንድፊ ሒዝና ኣለና ማለት እዩ ድሮ ዝቆጽርናዮ ኣሎ ማለት እዩ ካልእ ኣብቲ ናይ ማሕበራዊ ዓንተወይ ከም ኣብነት ውን ክበኩም ሓንቲ ቴሌፎን ተደዊላትኒ ኔራ ኣነስ ኣብ ኣስመራ ከይደ ተመርዕየ ምስ ተመርዓኩ ከኣ ንኤሮጳ ተመሊሰ ሰበይተይ ምስ ኣደየ ገዲፈያ ስለዚ እቲ ገንዘብ ኣደይ ከይትኹርየኒ ኢለ ናብ ኣደየ ዝሰዶ ሰበይተይ ግን ኣውፅኣኒ ኣነ ክነብር ኣይክእልንየ ምስ ኣዴኻ ኮፍ ክብል ኣይክእልንየ ሓዳረይ ፍለየለይ ትብለኒ ኣላ እንታይ እዩ እቲ ፀገም እኹል ገንዘብ እየ ዝሰደለን ብመንገዲ ኣደይ ኣደ ሰበይተይ ግን ውሒድኪ ድሰ ልሰደልኪ ዶ ኣለኹ ተይለያ ንሰበይተይ ደሓን እሱ ኣነ ክዘራባ ኣይደልንየ ጥራይ ሓዳር ይፍለየለይ ወይ ገዛ ይፍለየለይ እያ ትብለኒ ሕጂ ንክልቲኤን ሓሓዳረን ክፈሊ ከኣ ከቢድኒ እንታይ ተገበርኩ ይሕሸኒ ኣደይን ሰበይተይንሲ ይበኣሳ ኣለዋ እሞ ንዓይውን ጸቕጢ ፈጢረናለይ ዝብል ከም ሕቶ ደዊልለይ ኔሩ ነዚውን ክንፍትሾ ኢና ከም ዘተ ጌርና ክነቕርቦ ኢና እንታይ ክግበር ዘለዎ? ምሕደራ ገንዘብ ብኸመይ እዩ? ሰበይትን ኣደን እንታይ እዩ ክህልወን ዘለዎ? ፍልልይ እንታይ እዩ እቲ ዘዛምደን? ዝምድና ኣደን ሰበይትን፣ ኣደን ሓማትን፣ ከመይ ሰበይትን ሓማትን ከመይ ጌርካ ክተዕርዮ ትፍትን? እሱውን ኣብ ደገ ኮይኑ እንታይ ክገብር ኣለዎ? ከም ኣብነት የምጽኤ ዘለኹ ኣዝዩ ብዙሕ ከምዚ ዓይነት ሕቶታት ምስ ሰበይቶም ምስ ወለዶም ዝተኣሳሰር ሕቶታት ዘቕረቡ ስለዘለዉ ነዚውን ክንፈትሖ ክንፍትን ኢና ንስኹም ውን ብተሌፎን እናደወልኩም እስከ እዛ ኣርእስቲ እዚኣ ዘተ ግበሩላ እሞ መፍትሒ ግበሩላ እንተኢልኩምና ጸገም የብሉን እቲ ንሕና ካባኩም ንደልዮ እንታይ እዩ ነዛ ሚድያና ሸር እንዳገበርኩም ናብ ብዙሓት ሰባት ከተካፍልዎ ካልኣይ ድማ ከም ዓማዊል ፕረስክራይብ ጌርኩም ከም ዓማዊል ክትኮኑና ናይ ሕጂ ኣትሒዝና እንገብሮ ለበዋና እዩ። ካብ ሎሚ ኣነ ንስኹምን ንሕናን ንስኹምን ኤፍሬምን ንስኹምን ዮናስን ንስኹምን ክንፈላለ የብልናን ማለት እዩ። ዓማዊል ኮይና ድሮ ኣለናሎም ኣለውልና ክንብል ምእንቲ ብሓደ ክንህሉ ኣለና ማለት እዩ። እወ ካልእ ውን ኣብዚ እነልዕሎ ሕጂ እቲ ቻነል ወይ እዚ ሚድያ ዘልዕሎ ሓደ እቲ ዘደንቕ ብዙሕ ነገራት እዩ ኣብ ኤርትራ ናይ ዕድመ ሰብ ጸጋታት ኣለዉ ተመኩሮ ናቶም ዘካፍሉኻ ኣለዉ ኣብ ዝተፈላለየ ሞያ እውን ንነዊሕ ዓመታት ዝሰርሑ ሰባት ኣለዉ ተመክሮኦም ዘካፍሉኻ እዚ እውን ሓደ ካብቲ ከም መኣዲ ኢልና ክንቅርቦ ኣዳሊናዮ ዘለና እዩ ምክንያቱ ብዙሕ ኣገራሚ ዝኾነ ነገራት ኣብ ኤርትራ ኣብ ካልእ ዘይርከብ ውን ከምቲ ዝበልናዮ ናይ ኤርትራውያን ናይ ክእለት ኣሎ ናይ ስራሕ ተመክሮ ኣሎ ድሌት ናይ ስራሕ ኣሎ ህርፋን ኣሎ ምትሕግጋዝ ኣሎ ምእንቲ እቲ ሓደ በጃ ምሕላፍ ኣሎ እዚታት ውን ኣዝዩ ነቲ ሂማን ኢንተረስት ስለ ዝትንክፍ እዚ ውን ሓደ ካብቲ ሓሲብናሉ ዘለና እዩ።
እወ ካልእ እውን ከምዚ ጠቓቐስ ዝጸንሐ ምስኡ ተኣሳሲሩ ዝኸይድ ኩርናዓታይ ኣሎ። ንብርቅነት ህዝቢ ኤርትራ፣ ንፍሉይነት ህዝቢ ኤርትራ፣ ንፍሉይ ሓይሊ ናይ ህዝቢ ኤርትራ ተንተንቲ እንዳምጻና እንገብሮ እንክልወና እዩ። ዓለማት ኣብ ዝተፈላለዩ ኮርናዓት ናይ ዓለም ሃገራት እንክፈርሳ፣ ሃገራት ፋሕ ፋሕ እንክብላ፣ ህዝቢ ኤርትራ እንታይ ኮይኑ እዩ ሓድነቱ ተጣሚሩ ካብ ግዜ መግዛእቲ ጣልያን ጀሚሩ ክሳብ ሕጂ ብሓያል ሓድነታዊ ጽምዶ ዝኸይድ ዘሎ ህዝቢ እንታይ እዩ እቲ ምስጢሩ? ኣብታትና እተና እውን ኣብ ፖለቲካዊ ትንታነ ዝብሉና ይኹን ኣብቲ ሓፈሻዊ ትንታነ ዝብሉና ይኹኑ ኣጋይሽ እንዳምጻና ተኸታተልትና ናባኻትኩም ከነብል ኢና ኣብቲ ፍሉይነትና ስለምንታይ ከምዚ ዓይነት ፍሉይነት ክገብር ክኢሉ ህዝቢ ኤርትራ ካብ ግዜ ጣልያን ኣትሒዙ ክሳብ ሕጂ እንታይ ፍሉይ ዓይነት ኮስኳስ ስለ ዝተኻየደሉን ዝካየደሉ ዘሎን እዩ ከምዚ ዓይነት ዝቕጽል ዘሎ እዚ ህዝቢ እዚ እውን ኣብዚታት እናእተና እንገብሮ ፍሉይ ነገራት እውን ትንታነታት። እሞ እዛ ቀዳመይቲ ሸው እንሰዳ ዘለና መላለይት ክትኮነና ምሳኹም።
ቅድሚ ናብኡ ምእታውካ ምናልባት እውን ኣብዚ ምናልባት ትንክፍ ኣቢልዋ ዘሎ መዕጸው መዕጸዊ ምግባርካ ማለት እየ እወ፣ እወ፣ እወ። ናብ ምዕጻው ገጽካ ጽቡቕ። ኢኻ ትኸይድ ዘለኻ ኢለ መስለኒ እወ። ኣብኣ ግን እንታይ እያ ምናልባት መብጽዓታት ነብዛሕ ኣለና እ፣ ጥራሕ ዘይኮነ ብግብሪ ክንሰርሓሉ ኢና እዚ እወ። ንብገሰሉ ኢና ኣብዛ የናስ ዘልዓላ ሕጂ ዘይንሪኦ ግን ዘይነስተማቕሮ ጸጋታት ኣለና ንሕና ሕጂ እንዴት? ንኣብነት እ። እዚ ናይ ሰላም ጸጋ ብዙሕ ኣይነስተማቕሮን ኢና ድኽነት ኣለና ልክዕ ብቑጠባ ድኽም ዝበልና ኢና ምስ ካልኦት ሃገራት ክትሪኦ ከለኻ እ፣ ስለምንታይ ደኺና ስለምንታይ ናቱ እ፣ ምኽንያት ኣለዎ ናቱ ግን ምኽንያታት እ፣ ብዙሕ ኣለዎ ግን ሰላም ኣለና ንኣብነት ኣብ ኤርትራ ሲ ሓደ ዕለኒ ነይሩ ሲ ኣብ ኣዲስ ኣበባ በሎ ወይ ኣብ ዝተፈላለየ ኩርናዕ ሲ ሓንቲ ጓል ኣንስተይቲ ሞባይላ ኣብ ድሕሪት ገይራ ኣይትኸይድን ደቂ ኣንስትዮ ኤርትራ እንድሕር ርኢና ብፍላይ ኣብ ከተማ ኣስመራ ሲ ደቂ ኣንስትዮ ሞባይል ድሕሪ ጅቦን ድሕሪ ጅቦን ገይረን እየን ዝኸዳ ስለዚ እንታይ እዩ እቲ ናይ ስርቂ እቲ ናይ ሰላም ርእየካ ምሸት እንድሕር ርኢና እውን ሰዓት ዓሰርተ ሰዓት ትሽዓተ ሰዓት ዓሰርተ ሓደ ጓል ኣንስተይቲ ኣብ ኣስመራ ምዝዋር፣ ኣብ ባጽዕ ኣብ ዝተፈላለየ ከባቢታት ደቀምሓረ በሎ ዓዲቐይሕ በሎ ዝተፈላለየ ኩርናዕ ናይ ኤርትራ በይና ምንቅስቓስ ከም ንቡር እዩ። እዚ ሕጂ ንኻልእ ኩርናዕ ናይ ዓለም ክትርእዮ ከለኻ ንዕኦም ብርቂ እዩ። የለን ጓል ኣንስተይቲ በይና ምሸት ክትከይሲ ወይ ክትዕመጽ ኣለዋ፣ ደቡብ ኣፍሪቃ እንድሕር ብደረጃ ዓለም ርኢኻዮሲ ዓመታዊ ክንደይ ግዜ ይዕመጻ ወይ ደቂ ኣንስትዮ ዳርጋ ፍርቂ ድየን እቲ ኣሃዝ ክትሪኦ ከለኻስ የደንቐካ እዩ ክልተ ሰለስተ ኣርባዕተ ግዜ ዝተዓመጻ እየን ስለዚ ምስ ከምኡ ክትሪኦ ከለኻ ውን እዚ ጸጋታት እዚ ከነስተማቕሮ ክንክእል ኣለና እዚ ውን ሓደ ካብቲ ጸጋና ስለ ዝኾነ ኣጉሊሕና ውን ከነውጾ ኢና ማለት እዩ ምናልባት ብዙሕ ውን ኣብዚ ዘይጠቐስናዮ ምስኡ ዝተሓሓዝ ጉዳያት ከነቕርብ ኢና ይቕረታ ግበረለይ ሃይለ ጸገም የብሉን ጂና ኣብቲ መዕጸዊ ጌርና ምናልባት ግን ሌላ መን እዩ ሃይለ መን እዩ ኤፍረም መን እዩ ጋዜጠኛ ዮናስ እውን ሌላ ተገበርና ከዓ ጽቡቕ እዩ ጽቡቕ
ከም ዝበልካዮ እዚ ሌላታት ብሓፈሽኡ ስለ ዝገለጽናዮ ምናልባት ዕሙቕ እንተበለ ኣይጽላእን ካብዚ ዳብ እምበር ኩሉ ተገሊጹ እዩ ግን እስኹም ቱሪዝም ክበሃል ከሎ ኣብ ብዙሓት ሃገራት ዝዓበየ እቶተን ካብ ቱሪዝም እዩ። እሞ ከኣ ምስ ናይ ኤርትራ ክተረኣዮ እንከለኻ ክተወዳድሮ እንከለኻ ፍጹም ዋጋ ዘይትህቦ ምስ ናይ ኤርትራ ክተረኣዮ ከለኻስ ዋጋ ዘይብሉ እንከሎስ ብቱሪዝም ግን ንዑ ክበጽሑ ዝመጹ በጻሕቲ ኣዝዩ ልዑል ትርኢት ዘለዎ እዩ ዝገርመካ ሕጂ ኣብ ዓድና ግን ኣዝዩ ዝበለጸ ነገራት ኣለና እቲ ኩሉ ግዜ ኣብ ታሪኽ ንመሃሮ ጥራይ ከማንሲ ናይ በለውከለው ናይ ቃሕ ናይ ቆሓይቶ ናይ መጠራ ናይ ኣዱሊስ ናይ ዝተፈላለየ ኣሎ ዘይተበከለ ገማግም ባሕሪ እያ። ዘይተበከለ ገማግም ባሕሪ ኣብ ባጽዕ ንገዛእ ርእሱ እታ ቀዳመይቲ ምስልምና ናብ ኤርትራ ዝኣተወላ መስጊድ ሰሓባሲ ማዕረ ክንደይ ኣብ ደገ ዘለዉ ይፈልጥዋ ምስቲ ቱሪዝማዊ ቦታታት ናይ ኤርትራ እውን ክነላሊ ክንፍትን ኢና። ብዝተኻእለ መጠን ክነላልን ክንገልጽን ክንፍትን ኢና። ጥራይ ንሕናን ንስኹምን ኣይንፈላለ ደኣ እምበር ኩሉ ንምብጽሑስ ክንፍትን ኢና ማለት እዩ።
ሕራይ እሞ በቲ ሌላ ክንጅምር። ምኽንያቱ ሃይለ ዶ ክትጅምር ዋላ? ሕራይ ክጅምረሎም እኽእል እየ። በብመዓልቱ እንዳግፋሕናዮ ክንከይድ ኢና። ግን ንምሕጂ ንመበገሲ ዝኸውን ኣነ ጋዜጠኛ ሃይለ ደብረጽዮን ዝበሃል ኣብ ሚኒስትሪ ዜና ክፍሊ ሬድዮ ዝሰሪሐ ንድሕረ ባይታይ ዝምልከት ድማ ከምዚ ትርእዩኒ ኣብ ሽሕን ትሽዓተ ሚእትን ተስዓን ሓደን ኣብ መበል ኣርባዕተን ፈረቓን ናብ ሓሙሽተ ዓመት ዝገማገም ናይ ዓይኒ ስንክልና ኣጋጢሙኒ ብቦምባ ማለት እዩ ብድሕሪኡ ከ ተማሂረ ብዝተፈላለየ መንገዲ ቤት ትምህርቲ ብራህባታ ኣብ ዝተፈላለየ መንግስቲ ብዝገበረለይ ደገፋት ድማ ጅነርን ሃይስኩልን ኮለጅን ብምውዳእ ብዓውዲ ፖለቲካዊ ስነፍልጠት ትምህርተይ ዛዚመ ኣብዚ ግዜ እዚ ድማ ህይወተይ ኣብ ምምራሕ ኣብ ገድሊ ይርከብ ማለት እዩ። ሕራይ ዮናስ ናባኻ ክንከይድ እሞ ብድሕሬኻ ከኣ መዛዘሚ ክገብር።
ራይሞ ካብ በልካ ምርሕ ስለ ተብለና ግን ኤፍሬም እኳ ቅድም ግባእካ ነይሩ ዝኾነ ክቡራት ተኸታተልትና እዚ እውን ኣካል ናይቲ ክብርታትና ይስኻ ተዛረብ ስኻ ምባል ዝኾነ ክቅፅል ኣነ ኣነ እውን ዮናስ ኣብርሃም ግራ ኣልፋ እየ ዝበሃል ናይ ትምህርቲ ጉዕዞ እንተኾይኑ ዝተፈላለየ ካብ ቀዳማይ ክሳብ ካልኣይ ደረጃ ክሳብ ማእከላይ ደረጃ ኣብ ከባቢ ዓድና ኣብ ዝነበረ ተማሂረ ካብ ሻሙናይ ንላዕሊ ብስመራ ተማሂረ ዓሰርተ ክልተ ወዲኤ ንሳዋ ሻሙናይ ዙርያ ሃገራዊ ኣገልግሎት ወሪደ ካብ ሳዋ ድማ ብቀጥታ ምስቲ ሽዑ ዝነበረ ውሁብ ኩነት ናይ ወራር ወያነ ናብቲ ግንባር ከቲትና ኣብ ዝተፈላለየ ግንባራት ኣብ ተፈላለየ ግንባራት ናይቲ ውግእ ድማ ብዓቕምና ተሳቲፍና ማለት እዩ እቲ ወራር ምስ ተወደአ ገጽ ምስ ሃበ ድማ ኣይሰላም ኣይኩናት ዝነበረ ሃዋህው መንግስቲ ኤርትራ ብዝፈጠሮ ዕድላት ናይ ትምህርቲ ንዋርሳይ ይከኣሎ ኣቲና ማለት እዩ ካብ ግንባር ተሳሒብና ብውክልና ውሑዳት ውሑዳት ሰባት ካብ ኩሉ ክፍለ ናይቲ ኣሁትታት ናይቲ ግንባር ካብኡብ ሳዋ ሓደ ዓመት ምስ ተማሃርና ናብ ማይነፍሒ ውን መጺና ኣብ ማይነፍሒ ውን ንሓደ ዓመት ተማሂረ ካብኡ ናብ ሚኒስትሪ ዜና እየ ብኣድላይነት ተሳሒበ ማለት እዩ ክሳብ ሕጂ ድማ ኣብ ክፍሊ ረድዮ መደባት ብምድላውን ዝተፈላለዩ ንጥፈታት ብምክያድን ኣብኡ ይርከብ ኣለኹ ማለት እዩ ሕጂ ድማ ምስ ኩቡራት ተኻታተልቲ EMN ተራኺብና ንሕና ንዓኹም በዚ ክንህብ ንስኹምን ብምክትታል ኩለንትናኹም ክትቡና ብመብጻዓ ተታሓሒዝና ኣለና ብቐጻሊ ድማ ብሓባር ምሳኹም ኣለና ተኻታተልቲ ተኻታተልትና።
ተዓዘብቲ ወይ ኩቡራት ተኸታተልቲ ኣነ ከምቲ ቀዲመ ዝጠቐስኩዎ ኤፍረም ግደ ወልደስላሴ እብሃል ኣብ ኣስመራ ተወሊደ ኣብ ኣስመራ እየ ዓብየ ማለት እዩ።

ካብ ተስዓን ሸሞንተን ኣትሒዘ ከኣ ሚኒስትር ዜና ከም ጋዜጠኛ ኮይነ እሰርሕ ኣለኹ። ኣብ ዝተፈላለየ ዓውድታት ወይ ከኣ ኣብቲ ናይ ክፍሊ ሬድዮ ኣብ ዝተፈላለየ ቦታታት ኮይነ ሰሪሐ ኣለኹ። ኣብ መደባት ምድላው ድዩ ከምዞም ብጾተይ ክብልዎ ዝጸንሑ ብሓባር ኢና ንሰርሕ፣ ኣብ ምንባብ ዜና ድዩ ኣብ ዝተፈላለየ ስራሓት ከኣ ምናልባት እቶም መብዛሕትኹም ትፈልጡና ትኾኑ ኣብ ብሬድዮ ኣብ ቴለቪዥን ብዝተፈላለየ ኣጋጣሚታት ትፈልጡና ትኾኑ። ከምኡ መስል እሕጽር ኣቢለ እቲ ታሪኸይ ማለት እዩ። ጽቡቕ። ሰናይ ምጅማር ይግበረልና። እ፣ ከምቲ ኣቐዲሙ ሃይለ ዝበሎ እ፣ እዚ ቻነል ወይ እዚ ሚድያ እዚ ክዓቢ ተኾይኑ ብተሳትፎ ናትኩም እዩ ዝዓቢ። ስለዚ እቲ ሼር ምግባር ሳብስክራይብ ምግባር እ፣ ኩላትና ኣይንሕመቕ እ፣ ንተሓጋገዝ ንሕና ከኣ እ፣ ኣብ ዝተፈላለየ ኩርናዕ ናይ ሃገር እንድሕር ደኣ እቲ ሓያል ኮይኑ ምትብባዕ ሓያል ስራሕ ክንሰርሕ ምዃንና ከኣ በዚ ኣጋጣሚ ምስ ብጾተይ ኮይነ ቃል ንኣቱ።
ጽቡቕ እሞ ንምፍናዉ ዝኣክል ንስኹም ውን ነዚ ሸር እንዳ ገበርኩም ኣብ ኩሉ ኣባጺሕኩም ምስ ኣብ ዝተፈላለየ ኩርናዓት ዓለም ዝርከቡ ኤርትራውያን ከም ተራኹቡና ርግጸኛታት ኢና እዚ እንተ ጌርና ድማ ዳርጋ ብክልተ ኢድና ንሰርሕ ከም ዘለና ጽቡቕ ጌርና መደባት ኤርትራ ብምልእታ ክነርእየኩም ክንፍትን ኢና ማለት እዩ። ኣብ ኩሉ ጉዳያት ክነስፍሓልኩም ክንፍትን ኢና። ናትኩም ምትብባዕ ከምዚ ኤፍሬም ዝበሎ ክሕይል ይግባእ። ምኽንያቱ ብዘይ ናትኩም ምትብባዕ ክንብገስ ኣይንኽእልን ኢና። ስለዚ ነዛ ንመበገሲት ጥራይ ከይተረፈ ሸር እንዳገበርኩም ሳብስክራይብ እንዳገበርኩም ድልውነትኩም ክተረጋግጹልና ናይ ሎምመዓልቲ ዕድሜና እዩ። ዝተፈላለየ ንድፍታት ሒዝና ስለ ዘለና ኣብ ዝቕጽል ሳምንታት ድሮ መደባትና ክንጅምር ኢና። ብዝተፈላለየ ኣገባባት ከኣ ክነቕርቦ ኢና። ከምዚ ትርእይዎም ዘለኹም ናይ ነዊሕ ዓመት ተመኩሮታት ዘለዎም ገዳይም ጋዜጠኛታት ስለዝኾኑ ኣዝዩ ፍሉይ ዝኾነ ክረኤቲቪቲ፣ ፈጠራውነት፣ ዘለዎ ብልጫታት ዘለዎ መደባት ክስራሕ ከም ዝኽእል መቸም ንስኹም እውን ግምት ትህብዎ ኢኹም። ስለዚ ነዛ ሚድያ Eritrean Media Network Asmara ካብ ኣስመራ እትፍኖ ኩሉኹም ሸር እናገበርኩም ክተዕብይዋ ናይ ሎሚ መዓልቲ ለበዋና እዩ። እሞ ካብዛ ምውቕትን ሰላማዊትን ኣስመራ ብምዃን ናይ ሎሚ ብኣይ ወገን ዝዛዝሞ ናይ ሎሚ ጻኒሒትና ምሳኹም ወይ ትርኢትና ምሳኹም በዚ ክንዛዝም ኢና ጽቡቕ ሌላ ይግበረልና ዮናስ።
እወ ናብ መዛዘሚ ንምኻድ ሃይለ ክቡራት ተኻታተልትና ኣምላኽ ጥዕና ሂቡ ንዓና በዚ ተበጊስናዮ ዘለና ስራሕ ንዓኹም ከም ዘይነሕፍረኩም ተበጊስና ኣለ። እሞ ዝኸበርኩም ተኻታተልትና ዝኸበርኩም ተዓዘብቲ ሕጂ እምበኣር ካባኹም ክሳብ ደቅኹም ዝወርድ ሌላ እዩ ክህልወና በዚ ከነቕርቦ ዝጸናሕና በዚ ምሳኹም ዝጸንሐ ናይ ልዕሊ ሓደ ፍርቂ ሰዓት ዝኸውን መደብና ድሮ ምስ ኩሉንትናኹም ዘላሊ ትሕዝቶታት ቀሪብና ከም ዘለና ፈሊጥኩም ስለ ዘለኹም፣ ንስኹም ነዚ መደባት እዚ ዓብዩ ክትርእይዎ እንተ ደኣ ኹንኩም፣ ነን ቤተሰብኩም፣ መቕርብኩም፣ ኣዕርኽትኹም ሸር ግበርዎ እናበልኩም እናተለኣኣኩም፣ መቸም ኣብ ውሽጢ ሰሙንሲ ክንርእያ ኢና፣ ካብ ኩሉ ኩርናዓት ዓለም ኮመንትስ ክመጸና ክንጽበ ኢና ማለት እዩ። ፕረስክራይብ እንዳገበርኩም ውን ዓማዊል ክትኮኑና ትጽቢትና ኢዩ። ስለዚ ብኣይ ወገን ውን ኣብዚ ዛዚመ ኣለኹ። ነዚ ቻነልና ሳብስክራይብ ብምግባር ዓማዊል ክትኮኑ ድማ ናትና ለበዋ ኢዩ። ከምቲ ቅድም ኣቢለ ዝበልኩዎ ከኣ ኣብ ውሽጢ እዚ ሰሙን እዚ ብትህቡና ኮመንት ወይ ርእይቶ ብትህቡና በቲ ዝምዝገብ መጠን ቁጽሪ ናይ ቪወርስ ከኣ ናትኩም ምትብባዕ ግምት ክንወስደሉ ኢና ማለት እዩ። ስለዚ ኣይተቑርሩና ንሕና እውን ኣይነቑርረኩምን ኢና። ብሓደ ኮይንና ክንጓዓዝ ኢና እሞ ምክትታል ክንጽበ ኢና ማለት እዩ። ዝኸበርኩም ተኸታተልትና እሞ ንሕና ኣምላኽ ጥዕና ሂቡ በዚ ጀሚርናዮ ዘለና ስራሕ ከም ዘይነሕፍረኩም ብምትእምማን ኢና ነኣትዎ ዘለና እዚ ምጅማር እዚ። ንስኻትኩም ድማ ብምክትታልን ሳብስክራይብ ብምባልን ከም ዘይተሕፍሩናን ኣብ ጎንና ኮይንኩም ነቲ ኩሉ ንሰርሖ ስራሓት ክንዲ ጽቡቅ ክንዲ ብዙሕ ሪኢኹም ኣብ ጎንና ከም ትኾኑን እምነትና እዩ። ኣብ መወዳእታ ንዝብሎ ህዝቢ ኤርትራ ከም ናይ ቀደሙ ሕጂ ውን ሓደ እንተኾይኑ ውሽጢ ኣብ ዝኾነ ኩርናዓት ይሃሉ ማዕበል እዩ እንተተፋላልዩ ግን ዒላ እዩ እሞ ኣብ ትሕቲ ዝኾነ ይኹን ኩነት ክንፈላለ ከም ዘይብልና፣ ኣብ ሓደ ብሓባር እናኸድና ተኣምር ክንሰርሕ ከም ዘለና በዚ ኣጋጣሚ'ዚ ምስዚ ሓድሽ ዝጅመር ዘሎ ሜድያና ከም ተወሳኺ ሓሳብ ክህብ እደሊ። ብሓደ ኣለና፣ ምሳኹም ኣለና፣ ምሳና ሃልዉ።